እዚ ኣገልግሎት ተለቪጅን ኤርትራ እዩ። ዕዙዝ ሰላምታና ተቐበሉ። ዝኸበርኩም ተዓዘብትና፣ ንሎሚ ቀዳም ዓሰርተ ሸውዓተ ሚያዝያ ፍርቂ መዓልትን ፈረቓን ዝተዳለወ ዜናዊ መሰናድኦ ንፍልም ኣሎና። ንምክትታልኩም ብኽብሪ ዝዕድም ሻም ተወልደ፣ ፈለማ። ቀንድታቶም። ሚኒስትሪ ሕርሻ ኣብ መፍረደርሁ ዓቢ ዝላ ከም እተመዝገበ ገሊጹ። ሆስፒታል ናቕፋ ኣብ ምውሓስ ጥዕና ኣደን ህጻንን ልዑል ኣበርክቶ ይገብር። ኣብ ምምሕዳር ከባቢ ደገሰይ ወፈራታት ምዕቃብ ሓመድን ማይን ይሰላሰል ኣሎ። ሩስያ ከም መልሰ ግብሪ ናይቲ ኣሜሪካ ኣብ ልዕሊኣ ዝወሰነቶ እገዳ ተመጣጣኒ ስጉምቲ ከም ዝወሰደት ኣፍሊጣ። ጃምላ ሃገራዊ እቶት ቻይና ኣብ ቀዳማይ ርብዒ ዓመት ናይ 2021 ብልዕሊ 18 ሚታዊት ዓብዩ። እስራኤል ኣብ ወሽመጥ ቃዛ ደብዳብ ነፈርትን ሞርታራትን ኣካይዳ። ሓበሬታ ካብ ሚኒስትሪ ጥዕና ትማሊ ዓሰርተ ሽዱሽተ ሚያዝያ ኣብ መወሸቢ ማእከላት ዞባታት ማእከልን ደቡብን ብዝተገብረ ናይ ላቦራቶሪ መርመራታት ሓሙሽተ ዜጋታት ብኮሮናቫይረስ ምልካፎም ተረጋጊጹ ኣሎ። ንሳቶም ኣርባዕተ ኣብ ኣስመራ ሓደ ድማ ኣብ ዓዲዃላ ዞባ ደቡብ ተወሺቦም ዝጸንሑ'ዮም። እዚ ከምዚ ኢሉ እንከሎ፣ ኣብ ሆስፒታላት ዞባ ሰሜናዊ ቀይሕ ባሕሪ ተዓቚቦም ክንክን ክግበረሎም ዝጸንሑ ሸሞንተ ዜጋታት ሓውዮም ተፋንዮም ኣለዉ። በዚ መሰረት ጠቕላላ ቁጽሪ ብኮሮናቫይረስ ዝተለኽፉ ዜጋታት ክሳብ ትማሊ ሰለስተ ሽሕን ኣርባዕተ ሚእትን ተስዓን ሓደን በጺሑ ኣሎ። ሰለስተ ሽሕን ክልተ ሚእትን ሰማንያን ሸሞንተን ካብዚኦም ሓውዮም ዝተፋነዉ ዓሰርተ ብሞት ዝተፈልዩ ሚእትን ተስዓን ሰለስተን ድማ ገና ኣብ ሆስፒታላት ተዓቚቦም ዝርከቡ'ዮም። ሚኒስትሪ ጥዕና ዓሰርተ ሽዱሽተ ሚያዝያ ክልተ ሽሕን ዕስራን ሓደን። ሚኒስትሪ ሕርሻ፣ መፍረ ደርሁ ንምምዕባል ከካይዶ ብዝጸንሐ ዕቱብ ጻዕሪ ዓቢ ዝላ ከምእተመዝገበ ገሊጹ። ምሉእ ትሕዝቶኡ ብመልክዕ ጸብጻብ ተዳልዩ'ሎ፣ ኣዲብ ዓብዱ ከቕርቦ'ዩ። ሚኒስትሪ ሕርሻ፣ መፍረ ደርሁ ብዓይነትን መጠንን ንምምዕባል ከካይዶ ብዝጸንሐ ዕቱብ ጻዕሪ ርኡይ ዕቤት ከምዝተመዝገበ ገሊጹ። ኣብ ምውሓስ መብቆላውያን ደርሁ፣ ምትእትታው ኣዴታትን ቀዳማይ ወለዶን ደርሁ፣ ምስራሕ ገዛውቲ ደርሁ፣ ምትእትታው ናውቲ ደርሁ፣ ምትብባዕ ወፈርቲ፣ ከምኡ'ውን ኣብ ስልጠናታትን ጎስጓሳትን ዘተኩረ ኣድማዒ ዕዮ ክሰላሰል ምጽንሑ ዝሓበረት ኣብ ሚኒስትሪ ሕርሻ ሓላፊት ኣሃዱ ልምዓት ደርሁ ወይዘሮ ሳባ ገብረስላሴ፣ ዛጊት ልዕሊ ሽዱሽተ ሚልዮን ጨቓዊት ንሓረስቶትን ናብ መፍረ ደርሁ ንዝነጥፉ ንግዳውያን ትካላትን ከምእተዓደላ ልዕሊ ክልተ ሚእቲ ሽሕ ስድራቤታትን ትካላት መፍረ ደሩን ድማ ተጠቀምቲ ከምዝኾና ሓቢራ። ቴስዓን ክልተን ሽሕን ሚእትን ኣዴታት ደርሁ ጥራሕ እእቲና። ሕጂ ነዚኤን ኣዕቢና ጨቓዊት ኣፍሪና ዓዲልና ማለት እዩ። ካብኡ ንኔው ግን ዓመታዊ እቲ ዓቕሚ ናይቲኤን ትካላት መፍረ ደርሁ ብምዕባይ ዓመታዊ ኣብዚ ሕጂ ሰዓት ክሳዕ ሸሞንተ ሽሕ ኣዴታት ደርሁ ንቕበል ማለት እዩ። ሕጂ ኣብ ሰላሳ ዓመት ግን ዝተቐበልናየን ኣዴታት ደርሁ ሚእትን ሚእትን ዓሰርተ ክልተን ሽሕን ኮይነን ካብዚኤን እቲ ዝተዋሰበ እንቋቑሖ ብምጥቃም ጨዓዊት ከምድፈሪ ጌርና ጨዓዊት ፈሬን ከኣ ንሓረስቶትን ኣውፈርትን ከምዝዕደል ተጌሩ ማለት እዩ። ካልኣይ ቐዳማይ ምትእትታው ቐዳማይ ወለዶ ደርሁት ኣብ ሽሕን ትሽዓተ ሚእትን ተስዓን ክልተን ብዕስራ ሽሕ ጀሚርና ዳሕራይ ግን ዓመታዊ ምስቲ ጠለብ ናይ ህዝቢ ብምብርካት ክሳዕ ሚእትን ኣርባዓን ሽሕ ኣብ ዓመት ነእቱ ኔርና ኣብዚ ውሽጢ ሰላሳ ዓመት ከኣ ልዕሊ ክልተ ነጥቢ ሸሞንተ ሚልዮን ቀዳማይ ወለዶ ጨቓዊት ኣእቲና፣ ንሓረስቶትን ኣውፈርትን ዘርጊሕና ማለት እዩ። ሕጂ ብሓፈሻ ኣብዚ ሰላሳ ዓመት ክንርኢ እንከለና፣ ካብተን ኣዴታት ደርሁ ዝተወለደ እንቋቑሖ ኣብ ሚኒስትሪ ሕርሻ ብምጭጫሕን ካብ ደገ ብምእታውን ልዕሊ ሽዱሽተ ሚልዮን ጨቓዊት ንሓረስቶት ከምዝዝርጋሕ ተገይሩ ማለት እዩ። መደብ ምዕዳል ዕስራን ሓሙሽተን ናይ ገደና ጨቓዊት ነፍሲ ወከፍ ሓረስታይ ወይ ስድራቤት ኣብ ምሕያሽ ቀረብ መኣዛዊ መግቢ ስድራቤታትን ምዕባይ ቁጠባዊ እቶታውነትን ዓቢ ተራ ይጻወት ከምዘሎ ዝገለጸት ወይዘሮ ሳባ እዚ እቲ ዝዓበየ ዓወት ምዃኑ ኣፍሊጣ። ኣብዚ እቲ ቀንዲ ዓላማ ንሕና ድነጠፍናሉ ወይ ከኣ ድተዓወትናሉ እንተርኢና፣ እዘን ናይ ገደና ደርሁ ምዝርጋሕ ንነፍሲ ወከፍ ስድራ ዕስራን ሓሙሽተን ጫቚት ንዝርግሐን እዩ። እዚኤን ኣብ ሽዱሽተ ዞባታት ኣብ ሽዱሽተኤን ተዘርጊሐን ንነፍሲ ወከፍ ሓረስታይ ከኣ ክሳዕ ዕስራን ሓሙሽተን ጨቓዊት ዋላ ኣብቲ ርሑቕ ገጠራት ድበሃል ክዝርጋሓ ተገይሩ። ሕጂ ቀንዲ ዕላማ ናይዚኤን ጨቓዊት ምዝርጋሕ እንታይ እዩ? ሓደ ብምግቢ እታ ስድራቤት ነብሳ ንኽትክእል ማለት እዩ። እንቋቑሖ ረኺባ ኣመጋግባ ናይቲ ስድራቤት ክመሓየሽ፣ ካልኣይ ዝተወሰነ እንቋቑሖ ብምሻጥ ምጡን ዝኾነ ኣታዊታት ንክትረክብ ማለት እዩ። ሳልሳይ ካብቲ ዝረኽብዎ ድኹዒ ከኣ እቲ ፍርያቶም ናይ ሕርሻ ኣእካሎም ገለ ንክስስን ምግባር ዝዓለመ ኮይኑ ውጽኢቱ ክንሪኦ ከለና ኣዝዩ ኣብዚ ነዊሕ ሰፊሕ ስራሕ ከምተሰርሐ ይርድኣካ። ዋላ ኮለላታት ክንገብር ከለና ደርሆ ዝተዓደለትን ዘይተዓደለትን ክትርኤን ከለኻሲ ርኡይ ለውጢ ኢኻ ትርኢብ። ዋላ ኣብቲ ርእሰ ተኣማንነት ናይተን ቆልዑ ድዩ ናይተን ስድራቤታት ብፍላይ ናይ ደቂ ኣንስትዮ ከኣ ርኡይ ለውጢ ትርእየሉ ማለት እዩ። እጂ ኣብዚ ነዊሕ ተሰሪሑሉ ጽቡቅ ከኣ ተዓወትናሉ እዩ። ኣውፈርቲ ንምትብባዕ ብዝተወስደ ስጉምቲ ኣብዚ እዋን'ዚ ኣርብዓን ሰለስተን ትካላት መፍረ ደርሁ ከምዘለዋ፣ ኣብ ምምላእ ጠለብን ምርግጋዕ ዕዳጋን ዝጻወተኦ ዘለዋ ተራ ድማ ዓቢ ምዃኑ ዝጠቐሰ ተወይድሮ ሳባ፣ ነቑጣታት መዕኾኺ ጨቓዊት ኣብ ኩለን ዞባታት ምድኳን ከምኡውን ምትእታው ናውቲ መፍረ ደርሁ ካብቶም ብትኹረት ዝተሰርሐሎም ምዃኖም ኣነጺራ። ኣውፈርቲ ብምትብባዕ ቅድሚ ሕጂ ዘይነበራ ትካላት ኣብዚ ሰላሳ ዓማት ግን ኣርባዓን ሰለስተን ትካላት ክምስረታ ክኢለን ማለት እዩ። እዚኤን ዝተፈላለየ ዓቕሚ ኣለዎን ንኣሽትን ማእኸሎትን ኣለዋ። ክሳዕ ዕስራ ሽሕ ድሕዛ ክሳዕ ዕስራን ክልተን ሽሕ ድሕዛ ኣለዋ። ሓሙሽተ ሽሕ እውን ድሕዛ ትካላት ኣለዋ። ካሊእ ምስራሕ ገዛውቲ ደርሆ እዩ። ኣብ ሽዱሽቲኤን ዞባታት ገዛውቲ ደርሆ፣ መዕኮኺ ደርሆ፣ ተሰሪሑ ኣብኡ እንዳዓኾኻ ንሓረስቶት ንክዘርግሓ ተባሂሉ ኣብ ሽዱሽቲኤን ዞባታት እውን ትካላት መፍረ ደርሁ ተሰሪሑ ማለት እዩ። ብዘይካዚ ምትእትታው ናውቲ ደርሁ ሕጂ ናውቲ ደርሁ መጀመርያ ክንጅምር ከለና ክልተ ሓደሽቲ ኢንኩቤተራት ናይ ሰለስተ ሽሕን ኣርባዕተ ሚእትን ካፓሲቲ ዘለወን ነይረን ኣና እንደገና ኣብ ኣስመራ ዝነበረት ከኣ ነይራ በዚኤን እዩ እቲ ስራሕ ተጀሚሩ ዳሕራይ ግን ናይ ዓሰርተ ሽሕ እንቋቑሖ ናይ ምጭጫሕ ካፓሲቲ ዘለወን ሓሙሽተ ኢንኩቤተራት ሚኒስትሪ ሕርሻ እትዩ ማለት እዩ ሕጂ ድሕሪ እዚ እውን ቀጺሉ ኣብ ክልተ ሽሕን ዓሰርተ ክልተን ከኣ ካሊእ ናይ ሚእትን ዕስራን ሽሕ ዓቕሚ ዘለዋ ኢንኩቤተር ናይ ምጭጫሕን ምሕቋፍን ዘለዋ ከኣ ኣተኣታትዩ ኣብዚ ስራሕ'ዚ ይነጥፍ ኣሎ። ኣብ መወዳእታ ወይዘሮ ሳባ ደርሁ ንመኣድን ቁጠባን ስድራቤታት ጠቐምቲ ስለዝኾና ሓረስቶት ኣብተን ዝተዓደለወን ጨቓዊት ጥራይ ከይተሓጽሩ ንዘለውኦም መበቆላውያን ደርሁ እናባዝሑ ክረብሑ ተላብያ። ሚኒስትሪ ሕርሻ ካብ ዝሓለፈ ዓመት ኣትሒዙ ሓደ ሚልዮን ናይ ሓደ ወርሒ ዕድመ ዘለወን ጨቓዊት ንምዕዳል ዘውጽኦ መደብ ድሮ ቴስዓ ሚእታዊት ከምእተተግበረ ሰነዳቱ የነጽሩ።
ሆስፒታል ናቕፋ ኣብ ምውሓስ ጥዕና ዜጋታት ብሓፈሻ፣ ጥዕና ኣደን ህጻንን ድማ ብፍላይ ልዑል ኣበርክቶ ይገብር ኣሎ። ሓላፊ ሆስፒታል ናቕፋ ኣቶ ምሕረተኣብ ኣስገዶም፣ ክትትል ቅድምን ድሕርን ሕርሲ፣ ኣገልግሎት ሕርሲ፣ ስሩዕ ኣገልግሎት ክታበትን ክትትል ጥዕና ትሕቲ ሓሙሽተ ዓመት ህጻናትን ቆልዑን፣ ፍወሳ ተመሓላለፍትን ዘይተመሓላለፍትን ሕማማት ከምኡ'ውን ሞያዊ ምኽርን ኣስተምህሮታትን ዘጠቓልል ኣገልግሎታት ከም ዝወሃብ ብምጥቃስ፣ ተወሳኺ ኣገልግሎታት ንምትእትታው መደብ ከም ዘሎ ገሊጾም። ኣብቲ ሆስፒታል ክኢላ መወልዳን ነርስ ዓብዱራሕማን መሓመድሳልሕ ብወገኑ፣ ኣብ ርሑቕ ከባቢታት ዝነብራ ነብሰጾራት ዘድሊ ክትትል እናተገብረለን ኣብቲ ሆስፒታል ንኽገላገላ ዝተዳለወ መጸበዪ ክፍሊ ኣብ ምዕባይ ቁፅሪ ኣብ ትካላት ኣብ ትሕቲ ምክትታል ሰብ ሞያ ጥዕና ዝሓርሳ ነብሰፆራት እናበዝሐ ከምዝመፀ ሓቢሮም። ከባብያዊ ፅሬት ጥዕና ነበርቲ ካብ ተመሓላለፍቲ ሕማማት ኣብ ምውሓስ ልዑል ግደ ከምዘለዎ ጠቒሱ ድማ ኣብዚ መዳይ እዚ ተረጋጊፁ ዘሎ ገስጋስ ንኽዕቀብ ኩሉ ነባሪ ሱታፊኡ ከሐይል ፀዊዑ። ኣብ ምምሕዳራት ከባቢ ንኡስ ዞባ ናቕፋ ዝርከባ ሽዱሽተ ትካላት ጥዕና'ውን፣ ዜጋታት ብቐረባ መሰረታዊ ኣገልግሎት ክረኽቡን ኣብ ሆስፒታል ናቕፋ ዝነበረ ጸቕጢ ኣብ ምፍዃስን ዝምስገን ተራ ይገብራ ከምዘለዋ ኣፍሊጡ። ሃማደኤ ጨንፈር ዞባ ጋሽ ባርካ ኣብ ከተማ ባረንቱ ንሽዱሽተ ኣዋርሕ ብማእለማ ዘሰልጠነን ዓሰርተ ሓሙሽተ ኣለይቲ ስድራ ደቂ ኣንስትዮ ተመሪቐን። ዕላማ'ቲ ብክልሰ ሓሳብን ግብርን ዝተሰነየ ስልጠና እተን ደቂ ኣንስትዮ ብዝቐሰምኦ ሞያ ምንጪ ቁጠባዊ እቶተን ብምውሓስ መነባብሮኣን ከመሓይሻ ምዃኑ ሓላፊት ሃማደኤ ዞባ ጋሽ ባርካ ወይዘሮ ይሕደጋ ዮውሃንስ ሓቢራ። ኣብቲ ጨንፈር ኣወሃሃዲት ስልጠና ወይዘሮ ምንያ ጋሽ ብወገና፣ ሰልጠንቲ ብዝቐሰምኦ ትምህርቲ ዕድላት ስራሕ ፈጢረን ነፍሰን ክኽእላን ንኻልኦት ኣብነት ክኾናን ትፅቢት ከምዝግበረለን ገሊፃ። ኣደ እንበር ሃማደኤ ወይዘሮ ተኽኣ ተስፋሚካኤልን ኣመሓዳሪ ዞባ ጋሽ ባርካ ኣምባሳደር መሓመድ ዓሊ ሕሩይን ኣብ ዘስምዕዎ ቃል ድማ፣ ሰልጠንቲ መነባብሮኣን ከመሓይሻ ኣብ ዘካይድኦ ጻዕርን ዝወስድኦ ተበግሶታትን ምትሕብባር ኩሎም ኣካላት ከይፍለየን ኣዘኻኺሮም። ንኣገዳስነት'ቲ ስልጠና ዝጠቐሳ ሰልጠንቲ ብዝቐሰምኦ ሞያ መጻኢ ህይወተን ክመርሓ ዘለወን ድልውነት ድሕሪ ምግላጽ፣ ደገፍ ኣደ ማሕበርን ምምሕዳር ዞባን ከይፍለየን ተማሕጺነን። ነበርቲ ምምሕዳር ከባቢ ደገሰይ ንኡስ ዞባ ቁርደት፣ ሓመድን ማይን ብምዕቃብ ኣከባቢ ንምርጋእን ሕርሻዊ እቶታውነት ንምድንፋዕን ዝዓለመ ወፈራታት የካይዱ ኣለዉ። እቲ ማእቶት፣ ክራማት ቅድሚ ምእታዉ ዝሕረስ መሬት ኣብ ምድልዳል ዘተኮረ ምዃኑ ዝሓበረ ሓላፊ ቤት ጽሕፈት ሕርሻ ኣብቲ ንኡስ ዞባ ኣቶ ቴድሮስ ገብረማርያም፣ ካብቲ ክዕመም ዝተወጠነ ኣርባዕተ ሚእትን ሱሳን ሄክታር ድሮ ክልተ ሚእቲ ሄክታር ከም እተሸፈነ ገሊጹ። ተሳተፍቲ ብወገኖም ኣቐዲሞም ኣብ ናይ ሕርሻ መሬትን ቀላጥ ከባቢታትን ዘካየድዎ ተመሳሳሊ ንጥፈታት፣ ኣብ ምርጋእ ኣከባብን ሕርሻዊ እቶታውነትን ዝገበሮ እወታዊ ኣስተዋጽኦ ብምግንዛብ፣ ክራማት ቅድሚ ምእታዉ እኹል ቅድመ ምድላዋት ንምግባር ይነጥፉ ከም ዘለዉ ሓቢሮም። ድሕሪ ዝሓፀረ መሰጋገሪት ኣህጉራዊ ዜና ሒዘ ክምለሰኩም እየ ምክታልኩም ክቅፅሉ ደጊመ ብክብሪ ዕድም ሩስያ ከም መልሰ ግብሪ ናይቲ ኣሜሪካ ኣብ ልዕሊኣ ዝወሰነቶ ሓድሽ እገዳ፣ ትማሊ ዓሰርተ ሽዱሽተ ሚያዝያ ተመጣጣኒ ዝበለቶ ስጉምቲ ከም ዝወሰደት ብወግዒ ኣፍሊጣ። ሚኒስተር ጉዳያት ወጻኢ ሩስያ ሰርጌ ላቭሮቭ ኣብ ዝሃቦ መግለጺ፣ ሃገሩ ዓሰርተ ዲፕሎማሰኛታት ኣሜሪካ ከተባርርን ኣብ ልዕሊ ቁጠባዊ ረብሓታታ እገዳ ክትውስንን ምዃና ኣነጺሩ። ኣሜሪካ ኣብ ልዕሊ ሩስያ ተወሳኺ ስጉምቲ ምስ እትወስድ ዓጸፌታ መልሰ ግብሪ ከም እትህበሉ ሚኒስተር ጉዳያት ወጻኢ ሰርጌ ላቭሮቭ ብተወሳኺ ኣጠንቂቑ ኣሎ። ሩስያ ብምርጫ ሃገሩ ምትእትታው ከም ዝገበረትን መጥቃዕቲ ሳይበር ከም ዘካየደትን ዝኸስስ ምምሕዳር ፕረዚደንት ጆ ባይደን ብ ዓሰርተ ሓሙሽተ ሚያዝያ ኣብ ልዕሊ ሰላሳን ክልተን ውልቀ ሰባትን ኩባንያታትን እታ ሃገር እገዳ ከም ዘጽደቐ ከምኡ'ውን ዓሰርተ ዲፕሎማሰኛታት ካብ ሃገሩ ክባረር ከም ዝወሰነ ይዝከር። ነዚ ክሲ ዝነጸገ መንግስቲ ሩስያ፣ እቲ ዝተወስደ ስጉምቲ ንዝምድና ክልቲኤን ሃገራት መሊሱ ዘሻሕክር ምዃኑ ብምጥቃስ ኮኒንዎ ኣሎ። ዲፕሎማስያዊ ዝምድና ኣመሪካን ሩስያን ብሰንኪ ጂኦፖለቲካዊ ረብሓታት ጉዳይ ሶርያ፣ ዩክሬንን ካልእን እናዛሕተለ ክመጽእ ምጽንሑ ጸብጻባት ይጠቕሱ። ጃምላ ሃገራዊ እቶት ቻይና ኣብ ቀዳማይ ርብዒ ዓመት ናይ ክልተ ሽሕን ዕስራን ሓደን ምስ ተመሳሳሊ ኣዋርሕ ናይ ዝሓለፈ ዓመት ክነጻጸር እንከሎ ብልዕሊ ዓሰርተ ሸሞንተ ሚእታዊት ከም ዝዓበየ ስታስቲካዊ ጸብጻባት እታ ሃገር ኣመልኪቶም። እቲ መጠን ድሕሪ ሽሕን ትሽዓተ ሚእትን ተስዓን ክልተን ካብ እተመዝገበ ዕብየት እቲ ዝለዓለ ምዃኑ'ዮም እቶም ጸብጻባት ብተወሳኺ ዘረድኡ። ጃምላ ሃገራዊ እቶት ቻይና ኣብ ቀዳማይ ርብዒ ዓመት ናይ ክልተ ሽሕን ዕስራን ብሽዱሽተ ነጥቢ ሓሙሽተ ሚእታዊት ከምዝዓበየ ይሕበር። መጠን ዕብየት ቁጠባ ቻይና ኣብ ዝሓለፈ ዓመት ብሰንኪ ለበዳ ኮሮናቫይረስ ከምዝነከየ ይፍለጥ። ቻይና ነቲ ቫይረስ ኣብ ምቁጽጻር ብተዛማዲ ዝሓሸት ምዃና፣ ቁጠባኣ ኣብዚ ዓመት'ዚ እወታዊ ገስጋስ ከርኢ ከምዝኽእል ክኢላታት ክእምቱ ጸኒሖም ኣለዉ። እስራኤል ትማል ዓሰርተ ሽዱሽተ ሚያዝያ ኣብ ወሽመጥ ቓዛ ኣብ ልዕሊ ዝርከብ ዕላማታት ደብዳብ ነፈርትን ሞርታራትን ከምዘካየደት ካብቲ ከባቢ ዝተፈነወ ዜና ኣረዲኡ። በቲ ዝተኻየደ መጥቃዕቲ ኣብ ልዕሊ ህይወት ሰብ ዝወረደ ክሳራ እኳ እንተዘየለ ኣብ ትሕተ ቅርጺ ዕንወት ከምዝወረደ ሰብመዚ ርእሰ ምምሕዳር ፍልስጤም ሓቢሮም። እስራኤል፣ እቲ ደብዳብ ንወተሃደራዊ ዕላማታት ምንቅስቓስ ሓማስ ዘነጻጸረ ምንባሩ እኳ ክትገልጽ እንከላ፣ እቲ ምንቅስቓስ ግን ሰለማውያን ሰባት ንምህሳይ ከም እተፈጸመ'ዩ ዝኸስስ ዘሎ። እቲ መጥቃዕቲ መልሰ ግብሪ ናይቲ ካብ ምንቅስቓስ ሓማስ ዝመጽኣ ዘሎ መጥቃዕትታት ሮኬት ምዃኑ'ያ እስራኤል ገሊጻ ዘላ። ንወሽመጥ ቓዛ ካብ ክልተ ሽሕን ካብ ክልተ ሽሕን ሸውዓተን ከሪናቶ ዘላ እስራኤል፣ ኣብቲ ወሽመጥ ብእተካይዶ ተደጋጋሚ መጥቃዕትታት ሰብኣዊ፣ ጸጥታውን ማሕበረ-ቁጠባውን ክሳራታት ከም ዝወርድ ጸብጻባት ይሕብሩ። ኣብ ከተማ ኢንዲያናፖሊስ ሕቡራት መንግስታት ኣሜሪካ ኣብ ዝርከብ ጨንፈር ኩባንያ ፌዴክስ ብዝተኻየደ መጥቃዕቲ ፎኪስ ብረት ፈፃሚ እቲ መጥቃዕቲ ሓዊስካ ትሽዓተ ሰባት ተቐቲሎም። ነቲ ትማል ዓሰርተ ሽዱሽተ ሚያዝያ ዝተፈፀመ መጥቃዕቲ ዘካየደ ውልቀ ሰብ ነፍሰ ቅትለት ከምዝፈፀመ ሰብ መዚ ፀጥታ ገሊፆም። ሓያሎ ዝቖሰሉ ከምዘለዉ ዝሓበሩ እቶም ሰብ መዚ ቁፅሪ ግዳያት ክዛይድ ከምዝኽእል ኣሚቶም ኣለዉ። ጠንቂ እቲ መጥቃዕቲ እንታይ ምዃኑ ዝሕብር መግለጺ ዛጊት እኳ እንተዘየለ፣ ምስ ሽበራ ዘተኣሳስር ከም ዘይብሉ'ዮም እቶም ሰብ መዚ ጸጥታ ዝገልጹ ዘለዉ። ኣብ ኣሜሪካ ምስ ምውናን ውልቃዊ ብረት ምትእስሳር ዘለዎም መጥቃዕትታት ዛይዱ ከም ዘሎ ዝጠቕሱ ጸብጻባት፣ ምምሕዳር ፕረዚደንት ባይደን ነዚ ንምቁጽጻር ይሕግዝ'ዩ ዝተባህለ ሕጊ ንምጽዳቕ ጻዕርታት የካይድ ከም ዘሎ ይገልጹ። ሚኒስትሪ ምክልኻል ሩስያ ምስ ሰለማዊ ውቅያኖስ ኣብ ዘዳውብ ወሰናስን ሃገሩ ንዝዘንበየት ናይ ስለላን ምጽንጻንን ነፋሪት ኣሜሪካ ነፈርቲ ኲናት ብምውፋር ከምዘሳጎጋ ኣፍሊጡ። እቲ ሚኒስትሪ ኣብ ዘውጽኦ መግለጺ እታ ኣርሲ ሚእትን ሰላሳን ሓሙሽተን ዝዓይነታ ወተሃደራዊት ነፋሪት ኣሜሪካ ኣህጉራዊ ሕጋጋት ብዘፍቅዶ መስርሕ ካብ ወሰናስን ዶባቱ ከምትርሕቕ ከምዝዝገበረ'ዩ ሓቢሩ። እንተኾነ ግን እታ ወተሃደራዊት ነፋሪት ኣሜሪካ ንክሊ ኣየር ሩስያ ጥሒሳ ከምዘይኣተወት እዩ እቲ ሚኒስትሪ ኣፍሊጡ ዘሎ። እዚ ምዕባለ እዚ ነቲ ብጉዳይ ዩክሬን ምውፋር መራኽብ ኲናት ኣሜሪካ ኣብ ጸሊም ባሕርን ኣብ መንጎ ክልቲኤን ሃገራት ተፈጢሩ ዘሎ ምትፍናን ዘዕርግ ምዃኑ ተንተንቲ ህሉው ኩነታት ይገልጹ። ነዚ ሰዓት ዝተዳለወ ዜናዊ መሰናዶ ኣብዚ ዛዚሙ ኣሎ። ዝቕፅል መደባት ኤሪ ቲቪ ክትከታተሉ ብክብሪ ዕድም